ምሕረት ምሕረቱን ሳህልን ናይ እግዚኣብሔር ካኣ ክንርኢ ኢና ኢየሱስ ክርስቶስ ጎይታ እዩ ክብሪ ንኣምላኽ ይኹን እስኪ በዚ ነገር እዚ ኣብ ቅድሚ ኣምላኽ ኩላህና እስኪ ረድኤት ክንረክብ ካኣ ነቲ ዝመጸና ቃል ኣምላኽ እስኪ ንጸሊ ብቃል ኢየሱስ ክርስቶስ ጎይታ ቅዱስን ዘልኣለማውን ዝኾንካ እግዚኣብሔር ኣምላኽ ኣቦ ነመስግነካ ኣለና ብነገር ኩሉ ሕጂ እውን ረድኤትካ ይብዛኣኪ ኢና ደለሞ ነመስግነካ ኣለና ንሆ ስለ መዘምራን ነመስግነካ ስለ መላና ነመስግነካ እግዚኣብሔር ሆይ ንዓይ ውን ኣብዚ ደርፊ ዘበልካኒ የመስግነካ ነገር ኩሉ ረዲኤተይ ሲ ይብሎ ካብቲ ሰማይን ምድርን ዝፈጠረ እግዚኣብሔር እዩ ተባሂሉ ተጻሒፉ ኣሎ እሞ እግዚኣብሔር ሆይ ብነገር ኩሉ ረዲኤትካ ክትለቀልና ንጽልየካ ኩሉ ሕክምታትን መናፍስትን ዝዋጋእ ዘበለ ድማ ጸጥ ይበል እላለ ጸጥ ይበል እላለ ኖ ቃልካስ ኣብ ውሽጥና ሰላሳ ሱሳ ሚእቲ ክፈረ ድማ ጽሊ ንበረኸት ስለ ትገብረና ድማ ብነገር ኩሉ ንመስል እግዚኣብሔር ወልድ እዩ ፍትሐ ወልድካ ኢየሱስ ክርስቶስ ስም ኣሜን ኢየሱስ ክርስቶስ ጎይታ እዩ ክብሪ ንኣምላክ ይኩን እሞ ካብቲ መዝሙር ዳዊት ሚእትን ሓምሳን ሓደ ንምንገን ጽልውካ ክብሪ ንኣምላክ ይኩን ብኡ ዘሎ እናርኣና ክንከይድ ኢና ጎይታ ስሙ ይባረክ

ሳህልስ ብሩኻት ፍልይ ኢላ ኮይና ኣብ ጥቃ ድንበር ምሕረት እዩ ሳህሉ ኢየሱስ ክርስቶስ ጎይታ እዩ ሓደ እዩ ግን ብሳህል እግዚኣብሔር ክትነብር ብምሕረት እግዚኣብሔር ክትነብርሲ መን ህበካ እዩ ብሩኻት ኢየሱስ ክርስቶስ ጎይታ እዩ ስለዚ ኣብ መዝሙር ዳዊት እንታይ ኢሉ ኣሎ ብሩኻት ክብሪ ንኣምላኽ ይኹን ኩላህና ምቁኑ ጎይታ ኢየሱስ ይባረክ ሓምሳን ሓደን ገንጽል እሞ እንታይ ኢልዎ ኣሎ? ክብሪ ንኣምላኽ ይኹን። ዳዊት ምሕረት እግዚኣብሔር ሳህል እግዚኣብሔር ብዙሕ ዝረኣየ ሰብ ሕጂ ዳዊት ጥራይ ከዓ ኣይኮነ ንርኢ ብርሃን ንሕና እውን ክንደይ ምሕረት እግዚኣብሔር ሳህል እግዚኣብሔር ንርኢና ኢና ኢየሱስ ክርስቶስ ጎይታ ሕጂ ነዚ ኣምላኽ እዚ ሲ ሓደ ነገር ምሻ ኣሎ እግዚኣብሔር ተቐፅዓካ እግዚኣብሔር ተገንሓካስ እንታይ ልብኹም እንታይ ትግበሩ ትብላላ እወ ኣይትውድቁ ምሻሉ እግዚኣብሔር ከምዚ ፈዲዩኒ እግዚኣብሔር ከምዚ ኢሉኒ ኢልካሲ ታይ ትኹኒ ልብኻ ኣይትውድቅ ኢየሱስ ክርስቶስ ጎይታ እዩ መን እዩ ንውሉዱ ኣብዚኣስ ግዜ ይቀጽል ግን እንታይ እዩ ቃል ኣምላክ ከዓ ንውልድ ክብል ከሎ ኢየሱስ ክርስቶስ ጎይታ እዩ ስጋዕ ላሕ ድብል ታይ ትግበርዎ ስጋዕ ድስልችዎም ስጋዕ ደብ ከምዚ ኣይትቕጽዕዎም እዩ ከምቲ ዝገበርካስ ምሕረት ክትርኢ ኣለካ ንወድኻ ሳሪ ክትርኢ ኣለካ ኣደ ምኻንኪ ክተርእዩ የለኪ ኣቦ ምኻንካ ክተርእዩ የለክን ኢየሱስ ክርስቶስ ጎይታ እዩ ሕጂ ናይ ኣምላኽ ምሕረትን ሳህልን ድሕር ድኣ ርኢናሲ ኣዳምን ሄዋንን እኮ ብሩኻ ምሕረት እግዚኣብሔር በዚሕሎም ሳህል እግዚኣብሔር በዚሕሎም እምበር በቃ ከምዚ ከማና ከይከውንሲ ተባሂሉሲ ንዕንዑ ጸዋ እኮ እዩ እግዚኣብሔር ሓቂ ግን ብኸምኡ ጭቃነ ብኸምኡ ስምባደ ድዩ እግዚኣብሔር ገዲፎ ኣይኮነን ሓቂ እንታይ ኢልዎ ኣብቲ ብምንታይ ኢኻ ተስፋ ትርኢ መሲልኩም ካባኺ ዝውለድስ ኢልዎ ካባኺ ዝውለድስ ነዚ ተመን እንታይ ክገብር ኢሉ ርእሱ ክጭፍልቆ ይኽእል ከሎስ እቲ ምሕረት ንመዓስ ኮ ይስምዓካ ሽዑን ሽዑን ኣይኮነን ምሕረት ተጊሩ እቲ ምሕረት ካባና ትሒዝካ ዝረአ እዩ እትብኡ ዘሎ ትንቢትሲ ካብ ስጋብ ዝሕጂ ዘሎ እዩ ኢየሱስ ክርስቶስ ምእታው ስለዚ እንታይ ኢና ንብል ዘለና ክብሪ ንኣምላኽ ይኹን ኣምላኽ ኣይጭክን ምሕረቱን ሳህሉን ኣዝዩ ዓቢ እምበር ሸዓን ሸዓን ምሕረቱ ተወዲኣ ነይራ ተትኸውን እዚ ኩሉ ምንባርሲ ኣበይ ምኾነ ማለት እዩ ክትሓስቦ ከለካ ነቲ መጽናዕቲ መጽሓፍ ቅዱስ ኣብ ገነት ምዃነ ግን ግዚኡን ሰዓቱን ምሕረቱን ሳህሉን በጺሑ ኩላህና ኣብ ገነት ክንራኸብ ኩላህና ንጽበያ ዘለና ነይነ እቲ ዓባይ ምሕረት ዝገበረልና እግዚኣብሔር ምሽ ኢሉ ኣሎ ኣምላኽ ሓደ ነገር ክነግረኩም ብሩኻት ኣምላኽ እዚ ኢየሱስ ክርስቶስ ጎይታ ኩሉ ኩሎም ሓጢኣት ኩሎም ሓጢኦምስ ክብሪ ኣምላኽ ስኢኖም ምሽ ይብል ድሓር ግን ዓለም ከይትጠፍእ ሲ ወዲ ኢየሱስ ክርስቶስ እንታይ ገበራ እዩ ምሕረቱን ሳህሉን ዘይኮነ ምሕረቱ ዛረብ ካልእ ወላ ሓንቲ ካልእ ወላ ሓንቲ እኮ የብሉን ምሕረቱ ክገልጽ ደልዩ ሳህሉ ክገልጽ ደልዩ እምበር ኢየሱስ ክርስቶስ ጎይታ ዋላ ንእስራኤላውያን እንታይ ዲልዎም ኣብቲ ሓደ ክንሪኦ ከለናስ ካብ ካልእ ህዝቢ በሊጽኩም ዲኹም ኢሎም ካብ ካልእ ህዝቢ በለጽኩምን ኢሎም ወረብ ንሶም እንታይ ክገብሩኹም እዮም ኢሎም ክቕድሙኹም እዮም ኢልዎም ብእምነት ክቕድሙኹም እዮም ከይረኣይትዮም ከይረኣይ ዝኣምኑንስ እንታይ ይብሉ ብፃዕኒም ኢልዎም እሞ ብእስራኤል ከምቲ ዝድለ እምነት ኣላ ድሕት ኣብ ኣህዛብ ንበዝሕ ኣብ ኣህዛብ ደለና ንበዝሕ ዘይንበዝሕ ሓቂ የሱስ ክርስቶስ ንኣምንሲ ኣብ ኣህዛብ ደለና ንበዝሕ እዚ እንታይ እዩ ምሕረት ንስሃሉ ኢየሱስ ክርስቶስ ጎይታ ዋላ ሃዋርያ ጳውሎስ ኣብቲ ከዛረብ ከሎ ከዓ እንታይ ስለ ህዝበይሲ ግደለኒ ይብል እዩ እንታይ ደኣ ይብል እሞ ሳን ፍልጠቶም እዩ የዒንቶም ስለ ዝተሸፈነ ጥራይ እዩ እምበር ምሕረት እግዚኣብሄር ንዖኦም እንታይ እዩ ይብጽሖም እዩ ክብሪ ንኣምላኽ ይኹን ስለዚ እንታይ ኢና ንብል ዘለና እሞ ብሩኻን ኣብታ ሚእትን እባ ሓምሳን ሓደን መዝሙር ሓምሳን ሓደን እንታይ እያ ትብል ዘላ ኢየሱስ ክርስቶስ ጎይታ እዩ ዋ ኣምላኽ ከም ሳህልኻ መሓረኒ ከምቲ ዓብዪ ርሕራሕኻ ድማ ኣበሳይ እንታይ ግበር ይሮ ኣበሳይ ደምስስ ኣብቲ ገለ ትርጉም ክትሪኣ ከላኻ ከኣ ሓይጣተይ ታይ ግበር እያ ትብል ደምስስ ኣበሳ ማለትሲ ኢየሱስ ክርስቶስ ጎይታ እዩ ኣበሳ ምስ ጽድቂ ዘተኣሳስር ነገር የብሉ ኣበሳ ኩሉ ግዜ እዛ ብትግርኛ ስለ ተመሓይሸት እያ እምበር ኩላ ኣበሳ ዘለዎ ሰብ ታይ ሓይጣት ኣለዎ ማለት እዩ ኢየሱስ ክርስቶስ ጎይታ እዩ ማለሲ እንጀራ ክስብብ ከሎሲ ጻዕዳ ገለ ነገር ትርእሉ ዶ ወይ ገለ ነገር

ኢየሱስ ክርስቶስ ጎይታ እዩ ሕጂ ንጣዕሚ ኣምላኽ ዝበህ ኣይተብልን ኢኻ እንድሕር ገለ ነገር ተባላሸዎ ነገር ኣለካ ሕጂ እንታይ እዩ ድብሎ ኣሎ ዳዊት እንታይ እዩ ድብሎ ኣሎ ወኣምላኽ ከም ጻህርኻ እንታይ ኢልዎ ወኣምላኽ ከም ጻህርኻ መሓረኒ ከምቲ ዓብዪ ርሕራይኻ ድማ እንታይ ግበር ኣበሳይ ደምስስ ብሩኻት ሙዳቕ ሙዳቕ ሙዳቕ እዚ ተርፈና ሳብ ቅድሚ ኣምላኽ ሙዳቕ ኩሉ ግዜ ኣበሳይ ደምስስ ክንብል ይግባእ ኣብዛ ምድሪ መናበዲ ፐርፌክት ተተረኣኢኻ እኳ ኣምላኽ ምሕረት ተዘይገይርልና ሰላም ተዘይተባሂልና ኣነ ክፉእ ንስኻትኩም ክፉኣት ወዱ የሱስ ክርስቶስ እዩ ደው ኣቢልና ምሕረት ወዱ የሱስ ክርስቶስ እዩ ዝብፅሕና ሓደ ሓደ ግዜ ከዓ እንታይ ትኾን መሲልካ ናይ ሓውኻ ኣበሳ ትርኢ እሞኒ ንስኻ ኣብ ገለ ገለ ኣነ ዓሻ እየ ድብሎ ብናይ ሓዉ ሓይጣት ድምካሕ ብናይ ሓዉ ገለ ድብል ኣነ ሓይጣት እየ ድብሎ እባ ዓሻ እየ መን መን ዘይወድቕ መን ወዲቑ ዝነበረ ዘይተስእ ከምዚ ዝበለ ኣምላኽ እኳ ይደለና ኣቦኻ ሕጂ እንታይ ኢኻ ትብሎ ዘለኻ ዋላ መፅሓፍ ቅዱስ እንታይ ካብ ቤት ኣምላኽ ሰብ ስጎግ ድዩ ኣይስጎግን ግና ሓየ እዩ እምበሺ ከማን ዳኣ እንታይ እዩ ድብለካ ነቲ ክፉኡ ሪኢኻ እንታይ ግበሮ ፎንፉኖ እዩ ድብለካ እምበር ፍቅሪ ክልኣዮ ድብለካ ፍቅሪ ክልኣዮ ትብል ኣላ መጽሓፍ ቅዱስ ንምንታይ መሲልኩም ከምኣ ዝብለና ዘሎ ምሕረትን ሳህሉን ገይሩ ስለ ዝኣከበና ከምቲ ኣነ ብምሕረትን ሳህልን ዝኣከብኩኻ ንዑ ከዓ ብምሕረት ጠምቱ ሓደ መዓልቲ ንዓይ ኣምላኽ ምሕረት ክገብረለይ ደው ከብለኒ ክትስእ ንሓውካ ከኣ ከምኡ ኢልካ ክትሓስብ ክትክእል ኣለካ። ኣይሰምዕን ድዩ? ጸማም ድዩ? ንኣምላኽ ኢኻ ትገድፈሉ። የሱስ ክርስቶስ ጐይታ እዩ። ሃዋርያ ጳውሎስ ምሽ ከምኡ ኢልዎ ድዩ? ንክርስቶስ ከምዚ ፈዲኒ እሞ እግዚኣብሔር እንታይ ይግበሮ ኢልዎ። እግዚኣብሔር ይፍደዮ፣ እግዚኣብሔር እውን ሓዮ ጥራይ ይኸል። ሕጂ ንስኻ ኣብ ካልእ ሰብ ክትስልጥን ግድን የብልካ፣ ዕድል የብልካ። እንታይ ደኣ ምሕረት እግዚኣብሔር በዚሕልካ እዩ። ምሕረት እግዚኣብሄር በዚሒልኪ እዩ ኢየሱስ ክርስቶስ ጎይታ እዩ ንኣብርሃምን ሳራን ምርኣይ ኣብርሃም ኣብቲ ክተንብቦ ከለኻ ሲ ወዲ ቴስዓን ትሽዓተን ዓመት ምስ ኮነ እዩ እግዚኣብሄር ታይ ተራኺቦ ክራኸቡ ከሎስ ጌና እስማኤል ተወሊዱ ኣሎ ገለ ተወሊዱ ኣሎ ሕጂ ምሽ ክወጽእ ከሎ ግን ብተስፋ ይወጽእ ብእምነት ይወጽእ ካብኣ ካብኣ ከም ዝወልድ ሲ ኩሉ ኣለዎ ሓቂ ግን ሰብ ተስፋ ክቆርጽ ከሎ ርእዩ ሰብ ክውድቅ ከሎ ርእዩ እንታይ ኢሉ ንዓ እስኻ ከምዚ ብስምምዕ በቃ ዝወርሰናስ ንውለድ እዮም ኢሎም ሓቂ ብስምምዕ ኣኮና ግን ናይ ስጋ ስምምዕ ኣዚኣ ካብ ሰማይ ዝመጽእ ስምምዕ ኣይኮነ ኢየሱስ ክርስቶስ ጎይታ ክብረ ንኣምላኽ እዩ ዘፍጥረት 17 ንኺድሓን እንታ ጽቡቅ ጌርና ክንብባ ቃል ኣምላኽ ትኮነልና

ኣብ ቅድመይ ተመላለስ ክብሎ ከሎ ምሕረቱ ከም ዝሓሊ ዶ ይብል ካልእ ወላ ሓንቲ ኮነት እምበ እምበር እስማዒል ተወሊዱ ኣሎ እቲ እስማዒል ተወሊዱ እንታይ ይብሎ ኣሎ ወዲ ቴስዓን ትሽዓተን ኣብዚ ክድሓን ከንብባ እዩ እሞኒ ናይ ሰብ ነገር ግርም እዩ ዝብለካ ሰብ ስጉኢ ይርኢ ሰብ ጉልበቱ ይርኢ ሰብ ፍልጠቱ ይርኢ ሰብ ኩሉ ነገር ይርኢ እዚ እንታይ ምስ ኮነልካ እዩ ከማን ምሕረት ኣምላኽ ምስ ብዝሓልካ እዩ እምበር ኣብቲ መጀመርታ ጉልበቶምን ዓቕሞምን ኣይርኣዩ ወዲእና ኢና ኣብቂዕና ኢና እያ ነይራ ሕጂ ንኣጋር እንታይ ግበርና ኢላቶ እተዋ ኢላ ኣብዚ ግን እግዚኣብሄር ምሕረት ከብዝሓሉ ስለ ዝደለየ እዩ ዝዛረብ ዘሎ እሞ ከጽፍር ይሓው ኪዳነይ ኣብ መንጎይን ኣብ መንጎኻን ከቕውም እየ ኣዝየ እውን ከብዝሓካ እየ ድማ በሎ። ኣብርሃም ከኣ ብገጹ ተደፍኤ፣ ኣምላኽ ድማ ከምዚ ኢሉ ተዛረቦ፣ እንሆ፣ ኣነስ ኪዳነይ ምሳኻ እዩ፣ ንስኻ ኣቦ ብዙሓት ህዝብታት ክትኸውን ኢኻ። ኣቦ ብዙሓት ህዝብታት ገይረካ እየ እሞ፣ ኣብርሃም ደኣ እምበር ደጊም ስምካ ኣብርሃም ኣይጸዋዕ። ኣዝየ ከፍርየካ እየን፣ ህዝብታት ከም። ክትኸውን ድማ ክገብረካ እየ፣ ነገስታት እውን ካባኻ ክወጹ እዮም። ኣነ ኣብ መንጎይን ኣብ መንጎኻን፣ ኣብ መንጎ ዘርእኻን ብድሕሬኻ ድማ ኣብ ወለዶኦምን ኪዳነይ ከቕውም እየ። ኣነ ንዓኻ፣ ብድሕሬኻ ድማ ንዘርእኻ ኣምላኽ ከም ዝኾንኩ እዚ ናይ ዘለኣለም ኪዳን እዩ። እዛ ምድሪ ስደትካ፣ ኩላ ምድሪ ንዓኻን፣ እዛ ምድሪ ስደትካ ኩላ ምድሪ ከንኣን ንዓኻን ብድሕሬኻ ድማ ንዘርእኻን ንርሲ ንዘለኣለም ክህብ እየ ኣምላኾም ከኣ ክኸውን እየ ኣምላኽ ድማ ንኣብርሃም በሎ ኢየሱስ ክርስቶስ ጎይታ እዩ ሕጂ ረኣዩ ኣብዚ ኣብርሃም ከይ ጌና ከየበለ ከሎ እንታይ እንዳተመላለሰ ከሎ እዩ እግዚኣብሔር እንታይ ድብሎ ደሎ ክባርኸካ እየ ከምዚ ሓቀያ ክልውጠካ እየ ኩሉ እዩ ድብሎ ደሎ ሓቂ እዚ ግን እንታይ ስለ ዝበዝሓሉ እዩ? ኣብርሃም ብጽድቂ ድዩ ከምዚ ኮይኑ ከምዚ ዝረክብ ዘሎ ምባል ንሓዛ ኣብርሃም ብጽድቂ እዩ ከምዚ ዝረክብ ዘሎ እምበሽሲ እስማዒል እኮ ኮፍ ኢሉ ኣለዎ ነቲ ዝነበሮም ሃብቲ ገለ መለታ ገብር ክርከብሲ ተወሊዱ ኣሎ ኮፍ ኢሉ ኣሎ ኢየሱስ ክርስቶስ ጎይታ ግን ኣብ ወዲ ቴስዓን ሸዓተን ዓመት ከሎሲ ከምዚ ሓካ እየ ክባርኸካ እየ ከምዚ ክበካ እየ ከምዚ ከሳልጠልካ እየ ክብሎ ከሎስ መን ከም ዝብለካ ምዃን ሓደ ዘቆጣዕካዮ ሰብ መጺኡ ሰብ ዝኽበካ ትጽበላ ሓደ ትሕርቆ ነበርካ ሰብሲ ድሓን ምሕረት ገይረልካ እሞ እንካ ኪድ ልማዕ ስራሕ ተባረኽ ኢሉ ይህበካ ህበካ ድበካ ኣይህበካን ኣምላኽ ግን ጌና ኣባኻስ ኢንቨስት ክገብር እዩ ዝብሎ ዘሎ ኣምላኽ ኣባኻ ጌናሲ ህዝብታትን ነገስታት ኣባኻ ስታ ክገብር ይብሎ ኣሎ ክሰርሕ መደበይ ኣይቋረጽ እዩ

ጌና እቲ ናይ እርግና መንፈስ ካብ ውሽጦም እንታይ ኣይኮነን ኣሎ ኣይተናገፉን ዓቢና ኢና በቃ ወዲእና ኢና እሞ በቃ ስጋኻ ጥራይ ከምዚ እንታይ እዩ ዝብሎ ኣሎ ሕጂ ስጋኻ ጥራይ ቀርፈና በቃ ንሕናስ ክንእከብ ናባኻ እንታይ ጌርና ኢና ቀሪብና ኢና እቲ ዕድሜናስ ኣብቂዑ እየ ንብሎ ኢየሱስ ክርስቶስ ጎይታ እዩ ኣምላኽ ምሕረቱ እንድሕር ኣብዚሒልካ ሳህሉ እንድሕር ኣብዚሒልካ ግን ዋላ ወዲ ሽሕ ዓመት ጥብቃ ክትነብር ትኽእል ኢኻ ጥራይ ፍቃድ ኣምላኽ ኣብ ሂወተይ ይፈጸም በል ፍቃድ ኣምላኽ ኣብ ሂወተይ ይፈጸም በል ኢየሱስ ክርስቶስ ጎይታ እዩ ቀጽላ ኣቦይ
ኣብርሃም ድማ ንኣምላኽ እስማዔል ግዳ ኣብ ቅድሜኻ እንተ ዝነብር በሎ እህ ኣምላኽ ከኣ በለ ኣይፋልን ሰበይትኻ ሓዚ ዋንታ። ሳራ ወዲ እ። ክትወልደልካ እያ ስሙ ድማ ይስሃቅ ከተውጽኣሉ ኢኻ። ክብሪ ንኣምላኽ ሬው ሕጂ ኣምላኽ ካብ መጀመርታ ማለት እዩ ሰብ እዩ ዝደክም በቃ እናኸድካ እናኸድካ እናኸድካ ኣነ ይደክምኒ ድብል ድሕር ኣሎ ሰብ ኣነ ይኣምና ኣለሲ ዋላ ኣቦ ያዕቆብ እንታይ ኢሉ ኣሎ ካብ ኩሉ ኣካላትና ዝነኣሰት ዓይነት እያ ኢሉ ኣሎ መልሓስ ኢሉ ኣሎ መልሓስሲ ክትዛረብ ከለኻስ ብብዙሕ ነገር ትጋገ ኢኻ እንጂ ሰብ ክጋገ ይኽእል እዩ ማለት እዩ ነዋን ፐርፌክት ፐርፌክት ኣለና ድ ፐርፌክት ዝኾነ ጎይታ ጥራይ ስሙ ይባሃል ንሱ ከኣ ብምሕረቱ የንብረና። ስለዚ እንታይ ኢና ንብል ዘለና መምሲልኩም ኣብዚ ክንርኢ ከለና ከኣ ጌና መደባተይ ኣባኻ እንታይ ካብቲ ድጸዋዕኩኻ ኣትሒዘሲ መደባተይ እንታይ ይገብርኒ ኣይቋርጽን። ኢየሱስ ክርስቶስ ጎይታ እዩ። ዋላ ብብዙሕ ነገር ምስክርነት ክትሰምዑ ከለኹም ኣምላኽ ብኣኻ ዝሰርሖ ነገር ኣለዎ ትብሉ። ብኣይ ዝሰርሖ ነገር ኣሎ። እንተደይ ዝሒልካ እንተደይ ደቂስካ እምበር ብነፍሲ ወከፍ ንኣምላኽ ብስራህ ንገር ኣሎ ንምንታይ ሲ ምሕረቱ ብወዱ ብየሱስ ክርስቶስ ተገሊጹ እዩ ዝለመንኩሞ ዘበለ ክትረኽቡ ኢኹም ተባሂልና ኢና ክብሪ ንስሙ እዩ ስለዚ ምሕረት ኣምላኽ ትርእይዋ ኣለኹም ብሩኻ ኖ ኖ ኖ ንስኹም ኣብ ኢሳቅ ጥራይ ኹም ባ ሓበኒ ሽሙ ኣብ እስማዒል ንስኹም ኣበይ ኣበይ ዘለዉ ኣብርሃምን ሳራ ኣብ እስማዒል ጠጠው በቃ ጎቢዙ እዩ በቃ ክኢሉ እዩ ከመሓድር ክእል እዩ ገለ ክእል እዩ እኖ ኣንቲ ወይን ዳምበባ እንታይ እንታይ ይብሉ ካባኻ ዝውለዱ ሲኒ ነገስታትን መኳንንትን ክወጽኡ እዮም ይብሉ ኢየሱስ ክርስቶስ ብሓደ ሲ ነገስታትን መኳንንትን ይወጽ እዩ እንጂ ሓደ ሓደ መጺልካ ኣይኮነን ሓደ ገሊልካ ኣይኮነን ኣምላኽ ምሕረቱ ከብዝሓልካ ከሎ ንብዙሓት ክገብረካ እየ ተይልካ ንብዙሓት ክትከውን ኢኻ እሞ ካብቲ ተስፋ ምቑራጽ ዝተባህለ ኸ የለን ኢሎም ነይሮም ኢሳቅ ግን መጽዩ ክብርና ኣምላኽ ኢየሱስ ክርስቶስ ጎይታና ስለዚ እንታይ ኢና ንብል ዘለና ምብርሃን ሳህልን ምሕረቱን መጨረሻ የለን ስለዚ ኩሉ ግዜ ንኣምላኽ ክነመስግን ይግባኣና እዩ ኢየሱስ ክርስቶስ ጎይታ እዩ ክብሪ ንኣምላኽ ይኹን ጎይታ ስሙ ይባረክ ሃለሉያ እንታይ ኢና ንብል ዋላ ኣብርሃም ሳራ ኣብቲ ሓደ ክራኸቦም ከሎሲ ሳራ ንዓመታ ከምዚ እዋን እዚ ወዲ ክትወልድ እያ ክብል ከሎሲ ምሕረት እኳ ይብረሃ ምሕረት እዩ በቃ ኣምላክ ከፊት እዩ እምበር እቲ ማህፀንታ ኮይኑ ከምቲ ንሕና ዋላ ኣነ ድርድኦ ዋላ ንስኹም ትርድእዎ ጓል ኣንስቶም እንታይ እዮም ኢሎም ኣብኪ

ገሊኦም እኮ ንሓደ ክፉእ ዝነበረ ሰብሲ እዝስ ከመይ ገይሩ ይልወጥ፣ እዝስ ከመይ ገይሩ ይመፅእ፣ እዝስ ከመይ ገይሩ ኢሎም ደብሉ ሰባት ምሽ ኣሎ። እንታይ ስለ ዝኾነ ነቲ ሰብ እቲ ኣምላኽ ምሕረቱ ስለ ዘብዝሓሉ እዩ። እስኻ ብኣምላኽ ምሕረቱ ዘብዝሓሉ ሰብ ትቐንእ ዝቐንኡ ግን ኣለዉ ብርሃን ሞት እዩ ዝግብኦ ኢሎም ዝፈርዱ ሰባት ኣለዉ። ግን ኣምላኽ ከምኡ ክንከውን እንታይ ኣይገበረናን? ኣይጸዋዓናን ኣይዓደለናን። ክብሪ ንስሙ ይኹን። የሱስ ክርስቶስ ጎይታ እዩ። ያ እንታይ ኢሉ ኢየሱስ ክርስቶስ ጎይታ እዩ። ኣብ ግብረ ሃዋርያት ከዓ እንታይ ኢሉ ግብረ ሃዋርያት ምዕራፍ 13 19 እምበኣርስ ሓጢኣትኩም ምእንቲ ክድምሰሰልኩምሲ ካብ ገጽ እግዚኣብሄር ከኣ ዘመን ዕረፍቲ ምእንቲ ክመጽኣልኩምሲ እንታይ ግበሩ ኢልዎ ተነስሑ ኢልዎ ኢየሱስ ክርስቶስ ጎይታ እዩ ካብ መን ካብ ገጽ እግዚኣብሄር ኢየሱስ ክርስቶስ ጎይታ እዩ ሕጂ ምንሳሕ ብሩኻት ዝመስልዋ ነገር የለን። ኣብ ዝወዓልካ ውዓል ኣብ ዝኸድካ ኪድ ኣብ ዝመጻኻ ምጻእ ኣብ ዝወዓልካ ውዓል ኢየሱስ ክርስቶስ ጎይታ እዩ ተነሲሕካ ክትድቅስ ምሕረት ግበረለይ ኢልካ ክትድቅስ ዝመስሎ ነገር እዩ ምሽ ኣብ መዝሙር ዳዊት ምዕራፍ ኣርባዕተ እንታይ ይብሎ ኮሪሙ ኣይተኣግሱ እንታይ ይብሎ ምስኩራኽ ምስዋእ ምሳእሽኹም ግን ኣይትውዓሉ እዩ ኢየሱስ ክርስቶስ ጎይታ እዩ ምስ ኩርኡ ዝውዕል ኣለና ዲ ሰባት ሓንቲ ነገር ክነግረኩም ዶኻ ምስ ኩራኹም ኣይትወቅ ታቤት እቲኣቲ ኢየሱስ ክርስቶስ ጎይታ እዩ ድመፅእ ነገር እንታይ ትገብር ኒያ ኣይትፈልጥ ኒያ ስለዚ ምስ ኩራኻ ክትውዕል ክትድቅስ ፅቡቅ ኣይኮነ ኢየሱስ ክርስቶስ ጎይታ እዩ ኢሲያስ ኣርብዓን ሰለስተን ዕስራን ሓሙሽተን ሲ ከምዚ ትብል ምኻን ኣነ ኣነ ኢየ ስለ ርእሰይ ኢለ ከኣ ገበንካ ዝድምስስ መሊሰ ከኣ ሓጥያትካ ኣይዝክርን እየ ኢየሱስ ክርስቶስ ጎይታ እዩ ኣነ ዝብል መን ክብሪ ንስሙ እዩ ነቲ ኣነ ዝብል ኢየሱስ ክርስቶስ ጎይታ ናብኡ ክንወድቕ ይሕሸና ኩሉ ግዜ ማለት ሳህልን ምሕረቱን ኣብዛ ምድር መዋዳድር የብላን በቓ ብሂወት ክትነብር እንድሕሪ ዲኻ ኩሉ ግዜ ኪድ ኣብ መንገድኻ ኪድ ኣብ ስራሕካ ኪድ ኣብ ግዳዕ ኣምላኽ ምሕረት ካብ ዝሓሊ እንተዘይኮይኑ ብሩኻት ክነግረኩም ዋላ ዝኾነ ይኹን ሰብ ክድግፈኒ ኢልካ ክትጽበ ከይትጽበ ከይትጽበ ከይትጽበ ምድሪ ብምልእታ ጽኒዓ ደላስ ብመን ኣለዉ እኳ ምሽ ኢሉ ንክልተ ነገስታት ክትግዝኡ ኣይትኽእሉን ኢኹም ምሽ ኢሉና ክትግዛእ ትኽእል ኢኻ እቲ ኢየሱስ ክርስቶስ ጎይታ ንሓፍተይ መን እዩ ደው ኣቢልዋ ድሕር ኣብ ሓፍትኻ ፅቡቕ ትርኢ ኣለኻ ኣብ ሓውካ ፅቡቕ ትርኢ ኣለኻ መን እዩ ደው ኣቢልዎ ደሎ መን እዩ ሒዝዎ ደሎ መን እዩ ከምዚ ገይሩ ክፀንዕ ገይርዎ ደሎ እንድሕር ክትመራመር ፈትን ጎይታ የሱስ ክርስቶስ እዩ ዝብል ካብ ኣፉ ድሕሪ ወጺኻ ነዚ ኣምላኽካ ክሳብ ገብርኤ ትብሎ ሰላምካ ዝህብ ድሕር ኮይኑ ከምቲ ናትካ ንዓኻ ሰላም ዝሃበካ ንዓይ ድማ ሰላም ክበኒ ኢልካ ትስዕቦ ኣለካ እንተዘይ ኮይኑ ሰብ ከብለካ ከውጻካ ከድሕነካ ኢልካ ከይትጽብ ዘድሕን መን እዩ እዚኣ ናይ ኣርባዓን ሓሙሽተን ኢሳያስ ነንብብ ኣቦታ እንታይ እዩ ክብሪ ንኣምላኽ ኢየሱስ ክርስቶስ ጎይታ ኣነ ኣርኢ እየ ስለ ርእሰይ ኢለ ድማ ገበን ገበንካ ዝድምስስ መሊሰ ከኣ ሓጢኣትካ ኣይዝክርን እየ ኢየሱስ ክርስቶስ ጎይታይ ዝድምስስ መን ዋላ ነቲ ቀላይ ሰሪሖም ዝነበረ ስኒ እንታይ ኢልዎ ብሩኻ መን ከም ድሕወዮ እኮ ይኣመንን ነይሩ ማለት ኣይፈለጠን ነይሩ ኢየሱስ ክርስቶስ ጎይታ መፅኦም ምስ ሓቲቶሞ እቲ ዘሕውየኒስ መን ምዃኑስ እንታይ ክገብር ኣይፈለጥኩን ኢልዎ። ሕጂ ኣብታ ተኣሽሙ ገለ ነገር ኣላ ታቦኻ ኢየሱስ ክርስቶስ ጎይታ እዩ። ክብሪ ንኣምላኽ ይኹን። እንታይ ኢና ንብል ዘለና ጎይታ መጺኡስ እንታይ ኢልዎ ካብ ሕጂ ከኣንስ እንታይ ኢልዎ መሲልኩም ዝገደደ ከይረኸበካ ሕጂ ምሕረት ተገይርልካ እዩ ማለት እዩ። እታ ዘረባ እንድሕር ኣስተውዒልኩማ ሕጂ ምሕረት ተገይርልካ እዩ ካብ ሕጂ ግን ገለ ነገር ተገይርካስ ካብቲ ዝነበረስ እንታይ ኢልዎ? ዝገደደ ኢልዎ እኮ እዚ እንታይ እዩ? በቲ መድሓኒኻ ኩሉ ግዜ ክትምካሕ ኣለካ። ኢየሱስ ክርስቶስ ጎይታ እዩ። ንስሙ እንድሕር ፀዊዕካ ድማ ንሱ ደው ከብለካ እዩ። ንሱ ክረድኣካ እዩ። ክብሪ ንስሙ ይኹን። እ፣ ኢየሱስ ክርስቶስ ጎይታ እዩ። ክብሪ ንኣምላኽ ይኹን። ሓደ ተጠቕሰን ደግሞ ኣይውድኢናን ገጽካ እንታይ ዶ እም ሓምሳን ሓደን ትሽዓተን ገጽካ ካብ ሓጢኣተይ ከውሎ ንሉ ዘሎ ኣበሳይ እም እንታይ ግበሮ ኢልዎ ደምስሶ ኢሉ ክጽሊ ከሎ ንደይ ንሪ ኢየሱስ ክርስቶስ ጎይታ እዩ ገጽካ እንታይ ኢልዎ ካብ ሓጢኣተይ ከውሎ ኢየሱስ ክርስቶስ ንሉ ዘሎ ኣበሳይ እም እንታይ ግበር ብሩኻት ኣምላኽ ክድምስስ ዝኽእል ኣምላኽ እዩ ሓጢኣትኩም እኳ ከም ጅሆ እንተቐይሐስ እንታይ እንታይ ኢሉ ብሩኻት ከም በረድታ ክገብሮ እዩ ልብል ጻዕዳ ክገብሮ እዩ ልብል ጻዕዳ ኩሉ ግዜ ናይ ምንታይ ምልክት እዩ ናይ ጽድቂ ምልክት ብሩኻት ጥዑም ዘበን ክነብር ዘይደሊ ሰብ ኣለና ጥዑም ህይወት ክነብር ዘይደሊ ሰብ ኣለና የለን ሓንቲ ነገር ክነግረኩ ሰዲ ክንዲ ዝሓዝ ተወሰነ ሓዝ ገለ ሓዝ ሰላምን ዕረፍትን ከምጻልካ ዕንክት

ኖእ ኣቢለይ ቀኒኤ ኣይኮንኩን ድኻ የሕሚምኒ እዩ ንዓይ እቲ እቲ ዝሰማዕክዎ የሕሚምኒ ኣይደልን እየ ነይረ እዩ ተኾንካ ዳይ ምስ ጸሎት ኣለኒ እየ በቃ ተወልደ ኢየሱስ ክርስቶስ ወልደ ድሓር ኣእምሮይ ጎይታ ምስ ሓጽቦ ምስ ኣበሎ ኖርማል ኮይኑ ክሰምዕ ጀሚረ እምበር ዋላ ዋላ ንሱ ክዕልለኒ ከሎ ኣይኖኒ ሰልዲ ኣይጠቅም እዩ እዛ ናትካ መንገድስ ጽብቅቲ እያ ኣትሓልው ግን ክፈትዋ እየ ሰልዲ ኣለና ምሽ ይብል መመሊስና ኢና ከም ንስኮሉ ንደሊ ሰብ ኣይዓክን እዩ ተማሂርካ ዶ ካብኡ ተልኮም ኣዝየ ተማሂረ ከይስስዕ ከይጎይ ኢየሱስ ክርስቶስ ጉይታይ ሕጂ እንታይ እየ ክብለኩም ደልየ መሲሉ እቲ ዝዓበየ በረከትን ምሕረትን ምስ መን እዩ ዘሎ ምስ ጎይታ ጥራይ ኣብዚ ምድሪ ብናይ ስጋ ድኽነት ክስምዓካ ይኽእል ዶ? ይኽእል እወ። ዘይስምዖ ድኽነት የለን። ዋላ ብመንፈሳዊ ከማን ድኽነት ክስምዓካ እዩ። ድኻታትሲ መንግስቲ ኣምላኽ ናታቶም እዮም እንታይ ይብሉ ኣለዉ? ብምንታይ ኢኻ ግን ድኽነት ትኸውን እዩ ዝብል ኣለኹ። ብኡ ድኽነት ክትኸውን ይሕሸካ። ንኣምላኽስ ድኻ ኮንካ ምቕራብ ዘይትጠቅም ኮንካ ምቕራብ ይሓይሽ። ካብ በቲ በቲ እምበር እንታይ ይብሉ ብትበልዕዎን ብትሰትይዎን

ስለዚ እንታይ ኢና ንብል ዘለና ኣምላኽ ብምሕረቱ ምስ ኣህሉል እንታይ ይገብረና ኣሎ የንብረና ኣሎ ክብሪ ንኣምላኽ እዩ ኢየሱስ ክርስቶስ ጎይታ እዩ እንታይ ኢልዋ እታ ናይ መጨረሻ ሒዝና ዘለና ቆሎሴ 2:14 ነቲ ብሕጋጋት ዝቃወመናን ዝበኣሰናን ዝነበረ ብኢድ እተጻሕፈ ጽሕፈት ዕዳ ደምሲሱ ከዓ ንዕኡ ኣብ መስቀል ሸንኪሩ ካብ ማእከል

እታ ግብርካያ ነቲ ብሕጋጋት ዝገዝኣካ ነበረ ነቲ ብስምዒታት ዝገዝኣካ ነበረ ኩሉ ደምሲሱ እንታይ ጌርካ ኣሎ ሓራ ጌርካ እዚ ከዓ ካብ ምንታይ ኢየሱስ ክርስቶስ ጎይታ እዩ ካብ ምሕረት እዩ እምበር ክንመላለስ ከለና እንድሕር ኣብ ስንፍና በፂሕካ ክብርኻ ዋይ ሕጂ ከዓ እዚኣ ገይረ እኮ ኢኻ ዋይ ሕጂ ከዓ እዚኣ ገይረ ዋይ እዚኣ ከዓ ገይረ ሽዑ እንታይ ትኸውን መሲልኩም ክላ ኢልካ ካብ ካብ ካብ ንጽ ንጽብቂ ክትምለስ ትቕርበካስ ሓንሳእ ሓንሳእ እንታይ ትኸውን መሲልኩም በቃ ክላ ኢልካ ሰልችካ እንታይ ትገብር ንድሕሪት ክትምለስ ትቐርበካ ኮይኑ ይስምዓካ ሓሳበይ ትርድእኒ ኣሎ ክበዝሓካ ከሎ እንታይ ትብል እዚኣ ገይረ እዚኣ ገይረ እዚኣ ገይረ እዚኣ ገይረ ምሽ ኣዛ ሕሳድ ሰባት ምንታይ እዮም ጠፍኡ መጀመርያ ዋእ ኣይክእላን እየ እዛ ክርስትና ኢሎም እንታይ ገሩ ጠፍኡ ከምኡ ግን ኣይኮነን በቃ ዋላ ምስ ድኻምካ ከለኻ ለምን ኣምላኽ እንታይ ክገብረካ እዩ ከተሳሕከ ኢየሱስ ክርስቶስ ጎይታ ዋላ ምስ ካልእካ ይሃሉ ኣምላኽ እንታይ እዩ በዓል ዓብ ምሕረት ኢየሱስ ክርስቶስ ጎይታ እዩ ስለዚ እንታይ ኢና ንብል ዘለና ሳህሉ ምሕረቱ ናይ ውልቀይ ኢየሱስ ክርስቶስ ጎይታ ዕቤትካ እዚ ሰማይ ምድሪ መሊኡ ስብሐት ነፍስኻ ኣውደስካ መቅደስካ መሊኡ ኣታ ዓቢ ኣምላኽ እንታይ ኢልካ እንድሕር ጸሊኻሲ ኢየሱስ ክርስቶስ ጎይታ ኣምላኽ እኮ ክንጽውዖ ዝገበረና እንታይ ዓቢ ንዓናባይ እንድሕር ኢልካ ቀሪብካሲ መን እንተ ኮይኑ ምሕረት ደዩ ዝሓልፍ? ኢየሱስ ክርስቶስ ጎይታ እዩ። ምሕረት ኣምላኽ ኣብ ሓድሽ ኪዳን ተገልጸት እኮ እንታይ ደያ? ምሽ ኢሉ ዶ? ዮሃንስ ክጥመቕ ከሎ እንታይ እዩ? ካብ ሰማይ ዓቢ ድምጺ ምስ መጽ ብኡ ዝሰመርኩ ፍትው ወደይ እዩ፣ እሱ ዝብለኩም እንታይ ግበሩ እዩ? ስምዑ። የሱስ እንታይ ኢሉ? ኣነ መገድን ሓቅን ህይወትን እየ። ነቲ ብኣይ ዝጸንዕ ናይ ዘለኣለም ህይወት እቲ ኣባይ ዝጸንዕ ናይ ዘለኣለም ህይወት ክረክብ እዩ። እንታይ ዲልዋ ኣታ ነመጨረሻ እቶም ምሕረት እግዚኣብሔር ተገብረሎም እንታይ እዩ እቶም ብሩኻት ናይ ኣቦይ ንዖና ቢማን እዩ እቶም ናይ ጸጋም ከዓ ናይ ጸጋም ኢየሱስ ክርስቶስ ጎይታ እንጂ ክብሪ ንኣምላኽ እዩ ምሕረቱ ዘብዝሓልና ስሙ ይባረክ ብነገር ኩሉ እስኪ ንኣምላኽ ንመስሉ ኢየሱስ ክርስቶስ ጎይታ ዕቤትካ ንሰማይ ምድሪ